ሰላም ከመይ ትኾኑ ክብራት ተኸታተልቲ ሳተላይት ቴሌቭዥን ኣሰና ንሎሚ 17 ጉንበት 226 ዝተዳለዉ ዜናታት ሒዘልኩም ቀሪበ ኣለኹ ብቀዳምነት ግን ነጥብታቶም ሰበ ስልጣን ህግደፍ ብኣሜሪካ ንዝቐረበሎም ኣማራጺታት ቅድመ ኩነት ኣብ ምውሳን ተዋጢሮም ምህላዎም ምንጭታት ውሽጢ ዓዲ ምሕባሮም ስርዓት ኣከፋፍላ መሃያ ሰራሕተኛታት መንግስቲ ፍትሓውነት ዘረጋግዝ ዝተማእኸለ ሰራርሓ ብምውፃእ ክፍፀም ከም ዝግባእ ቤትጽሕፈት ፕረዚደንት ትግራይ ምሕባሩን ደገፍቲ ሚድያታትን ኣፈኛታትን ስርዓት ብልጽግና መራሕቲ ህወሓትን ፋኖን ብመጥቃዕቲ ድሮን ተቐቲሎም ዝብል ሓበሬታ ክጋውሑ ይስምዑ ምህላዎም ኣብ ዶባት ኢትዮጵያን ሱዳንን ልዑል ወተሃደራዊ ወጥሪ ሰፊኑ ከም ዘሎ ኣብ ዝሕበረሉ ዘሎ እዋን ብርክት ዝበሉ ዕጡቋት ተቃወምቲ ሓይልታት ኣብቶም ከባቢታት ክንቀሳቐሱ ተራእዮም ከም ዘለዎ ዝረጋግጽ ዝተረኽበ ሓበሬታ ዝብሉን ካልኦትን ዜናታት ሒዘልኩም ቀሪበ ኣለኹ። ክሳብ መወዳእታ ምሳይ ጸኒሕኩም ዝርዝራቶም ክትከታተሉ ብኽብሪ ይዕድመኩም። ሰበስልጣን ህግደፍ ብኣሜሪካ ንዝቐረበሎም ኣማራጺታት ቅድመ ኩነት ኣብ ምውሳን ተዋጢሮም ከም ዘለዎ ምንጭታት ውሽጢ ዓዲ ኣረጋጊጾም። ኣሜሪካ ምስ ኢራን ድሕሪ ዘካየደቶ ውግእ ኣብ ወሽመጥ ፋርስ ዝርከቡ ስትራተጂያውያን ከባቢታት ከም ዝኸሰረት ኣብ ዝሕበረሉ ዘሎ እዋን ኣዒንታ ናብ ቀይሕ ባሕሪ ብምዛር ኣብቲ ዞባ ጸለውቲ ምስ ዝበሃሉ ሓይልታት ምስጢራዊ እማመታት ኣብ ምልኣኽን ርክባት ኣብ ምክያድን ተጸሚዳ ትርከብ ኣላ። ከም ኣካል ናይዚ ኣሜሪካ ኣብ ልዕሊ ኤርትራ ተነቢሩ ዘሎ እገዳ ክለዓል ምዃኑ ብምሕባር፣ ኤርትራ ምስታ ብሰንኪ ሕቶ ኣፍደገ ባሕሪ ኣብ ወተሃደራዊ ምትፍናን ትርከብ ኢትዮጵያ ብምርድዳእ ብዘይ ገደብ ተጠቃሚት ወደብ ዓሰብ ክትከውን ክትፈቅድ እማመ ኣቕሪባ ከምዘላ ምንጭታት ይሕብሩ። ኣሚሪካ፣ ኢትዮጵያ ተጠቃሚት ወደብ ዓሰብ ጥራይ ክትከውን ዘይኮነ ኣብ ምርግጋእ ጸጥታ ቀይሕ ባሕሪ እውን ተሳትፎ ክህልዋ ዝብል እማመ ናብ ኤርትራ ኣቕሪባ ከምዘላ ብዛዕባ እዚ ጉዳይ ኣፍልጦ ዘለዎም ኣካላት ዝገልጹ ዘለዉ ኮይኖም እንተኾነ ሰበ ስልጣን ኤርትራ እዚ እማመ ከምዘለዎ ክቕበልዎ ከምዘይክእሉ ኣንፈታት ሂቦም ምህላዎም ይገልጹ። እዚ ትማል ቐዳም ዓሰርተ ሽዱሽተ ጉንበት ክልተ ሽሕን ዕስራን ሽዱሽተን ሰበ ስልጣን ግብጽን ኤርትራን ብሃታሃታ ኣብ ኣስመራ ሓባራዊ መስመራት መራክብ ንምምዕባልን ምትእስሳር ወደባት ኣብ ቀይሕ ባሕሪ ንምሕያልን ወግዓዊ ስምምዕ ምትሕብባር መጓዓዝያ ባሕሪ ከምዝተፈራረሙ ዝገልጽ ዝወጸ ዜና'ውን ኣቓልቦ ኣሜሪካ ንምስሓብን ኣገዳስነት ኢትዮጵያ ኣብቲ ዞባ ብዓይኒ ኣሜሪካ ንምህሳስን ምዃኑ'ዩ ብተንተንቲ ዝግለጽ። እቲ ምፍርራም ውልቀ መላኺ ኢሲያስ ኣፈወርቂ ኣብ ዝተርኽበሉ መቐበል ኣጋሽ ደንደን እዩ ተኻይዱ። ስርዓት ኣከፋፍላ ማሃያ ሰራሕተኛታት መንግስቲ ፍትሓውነት ዘረጋግፅ ዝተማእከለ ኣሰራርሓ ብምውፃእ ክፍፀም ከምዝግባእ ቤት ፅሕፈት ፕረዚደንት ትግራይ ሓቢሩ። እዚ ዝተገለፀ ናብ ኩለን ኣብያተ ዕዮ መንግስቲ ምምሕዳር ዞባታት፣ ወረዳታት፣ ከተማታትን ክፍላተ ከተማን ብክልላዊ መንግስቲ ትግራይ ናብ ላዕለዋይ ቤት ፍርዲ ኣብ ዝተላእከ መምርሒ እዮም። ቤት ፅሕፈት ፕረዚደንት ከምዝሓበሮ ስርዓት ኣከፋፍላ ማህያ ሰራሕተኛታት መንግስቲ ፍትሓውነት ዘረጋግፅ ዝተማእከለ ኣሰራርሓ ብምውፃእ ክፍፀም ስለዝግባእ በብዝመሰለካን ከም ሃብተ ገነትካን ዝግበር ኣካይዳ ጠጠው ንኽበል ቤት ምኽሪ ፈፃም ስራሕ ብዕለት ሸውዓተ ሚያዝያ ክልተ ሽሕን ዓሰርተ ሸሞንተን ዓመተ ምህረት ግእዝ ኣብ ዘካየዶ ስሩዕ ኣኼብኡ ወሲኑ። ብሰንኪ መንግስቲ ኢትዮጵያ ኣብ ልዕሊ ህዝቢ ትግራይን ዝኽተሎ ዘሎ ፖሊሲ ሰላሕታዊ ፅንተትን ዕፅዋን ክባን ሕጋዊ ባጀት ተኸልኪልና ሰራሕተኛታት መንግስቲ ድማ መሃይኦም ዘይረኽብሉ ኩነታት ተፈጢሩ ከምዘሎ ይፍለጥ ዝበለ እቲ መምርሒ እዚ ጸገም ዝፈጥሮ ኣብ ኣከፋፍላ ማህያ ዘሎ ሓላፍ ዘላፍ ዘይፍትሓውነት ይፈጥር ኣሎ ክብል ኣፍሊጡ። ስለዝኾነ ክሳብ ወርሒ ሚያዝያ ክልተ ሽሕን ዓሰርተ ሸሞንተን ዓመተ ምህረት ግእዝ ብመሰረት እቲ ቅድም ክብል ተዋሂቡ ዝነበረ መምርሒ ማህያ ምኽፋል ዝከኣል ከምዝኾነ ዝገለጸ እቲ መምርሒ ናይ ወርሒ ጉንበትን ሰነን ግና ፍትሓውነት ዘረጋግፅ ዝተማእከለ ኣሰራርሓ ብምውፃእ ክፍፀም ስለዝግባእ በቢዝመሰለካን ከም ሃብተ ገነትካን ዝግበር ኣካይዳ ጠጠው ንኽብል ቤት ምኽሪ ፈፃሚ ስራሕ ብዕለት ሸውዓተ ሚያዝያ ክልተ ሽሕን ዓሰርተ ሸሞንተን ዓመተ ምህረት ግእዝ ኣብ ዘካየዶ ስሩዕ ኣኼብኡ ወሲኑ ኢሉ። ስለዚ እቲ ዝተማእኸለ መምርሕን ኣስራርሓን ክሳብ ዝወርድ ናይ ወርሒ ጉንበትን ሰነን ማሃያ ብዝመሰለካ ምኽፋል ዘይካኣል ምዃኑ ዝተገለፀ ኾይኑ ክልል ኣብያተ ዕዮ፣ ዞባ፣ ከተማን ወረዳን ኣመራርሓ ነዚ ዘይምዑሩይ ኣከፋፍላ ማሃያ ከይህሉ ተባሂሉ ዝወረደ መምርሒ ምዃኑ ፈሊጥኩም ጥቡቕ ክትትልን ቁፅፅርን ክትገብሩ፣ ቢሮ ፋይናንስን ምትሕብባር ሃፍትን ድማ ኣብ ኩለን ኣብያተ ዕዮን ቤት መዛጋጃን ዝርከብ ገንዘብ ንክመሓደር ሪፖርት ክትገብሩን ከምኡ እውን ዋና ኤውዲተርን ካልኦት ዝምልከተኩም ኣካላትን እቲ ዝወረደ መምርሒ ክትግበርን ክትትል ክትገብሩን ተሓቢሩ'ሎ ይብል እቲ ሎሚ ዝወፀ መግለፂ። ደገፍቲ ሚድያታትን ኣፈኛታትን ስርዓት ብልፅግና፣ መራሕቲ ህወሓትን ፋኖን ብመጥቃዕቲ ድሮን ተቐቲሎም ዝብል ሓበሬታ ከጋውሑ ይስምዑ ኣለዉ። እዞም ስርዓት ብልፅግና ብመንገዲ መንግስታዊ ማዕከናት ዜናኡ ክሓልፍ ዘይደልዮ ሓቂ ይኹን ናይ ሓሶት ሓበሬታ ኣብ ምግዋሕ ዝጥቀመሎም ኣካላት ኣብ ክልል ኣምሓራ ዞባ ሰሜን ሽዋ ምስጢራዊ ርክብ ኣብ ምክያድ ዝነበሩ መራሕቲ ህወሓትን ፋኖን ብመጥቃዕቲ ድሮን ተቐቲሎም ክብሉ ይስምዑ ኣለዉ። ተስፋይ ሓጎስ፣ በርሀ ሚካኤል፣ ሓዱሽ ገብረመድህን፣ ቴድሮስ ቃለኣብን ሃና ሃይለመስቀልን ንህወሓት ወኪሎም ምስ ፋኖ ኣብ ወረዳ ሞጃና ወደራ ርክብ ኣብ ምክያድ እናሃለዉ ብዝተረኽበ ምስጢራዊ ሓበሬታ ብመጥቃዕቲ ድሮን ተቐቲሎም ክብሉ ዝስምዑ ዘለዉ ኮይኖም ካልኦት ዕስራን ክልተን ኣባላት ዕጡቕ ፋኖ እውን ምቕታሎም ይሕብሩ ኣለዉ። ስርዓት ብልጽግና፣ ህወሓት፣ ንዕጡቓት ፋኖ ወተሃደራዊ፣ ሕክምናዊ፣ ሎጀስቲካውን ስለያዊ ሓበሬታታትን ሓገዛት ይገብርሉ'ሎ ዝብል ክስታት ብቐጻሊ ከቕርብ ዝስማዕ ኮይኑ፣ እንተኾነ ክሳብ ሕጂ ነዚ ዘረጋግጽ መርትዖ ከቕርብ ኣይተራእየን። እዚ ሕጂ ብመንገዲ ኣፍኛታቱ መራሕቲ ህወሓት ኣብ ክልል ኣምሓራ ምስ ፋኖ ርክብ እናገበሩ እናሃለዉ ቀቲለዮም ክብል ዘሕልፎ ዘሎ ሓበሬታ እውን ኣካል ናይቲ ቅድሚ ሕጂ ከቕርቦ ዝጸንሐ ናይ ሓሶት ፕሮፖጋንዳ ክኸውን ከም ዝኽእል እዩ ዝእመት። ህወሓት ምስ ፋኖ ርክብ ንምክያድ ናብ ክልል ኣምሓራ ምኻድ ኣየድልዮን። ምስ ፋኖ ይኹን ካልኦት ሓይልታት ርክብ ከካይድ እንተደልዩ ኣብታ ምሉእ ስልጣን ተረኪቡላ ዘሎ ትግራይ ምክያድ ይኽእል እዩ ዝብሉ ወሃብቲ ርእይቶ እዚ ሕጂ ብተለኣኣኽቲ ብልጽግና ዝስማዕ ዘሎ ሓበሬታ ካብ ሓቂ ዝረሓቐ እዩ ይብሉ። ኣብ ዶባት ኢትዮጵያን ሱዳንን ልዑል ወተሃደራዊ ወጥሪ ሰፊኑ ከም ዘሎ ኣብ ዝሕበረሉ ዘሎ እዋን ብርክት ዝበሉ ዕጡቓት ተቃወምቲ ሓይልታት ኣብቶም ከባቢታት ክንቀሳቐሱ ተራእዮ ምህላዎም ተሓቢሩ። ብመሰረት ካብ ምንጭታትና ዝተረኽበ ሓበሬታ ሰራዊት ሱዳን ብዝሒ ዘለዎ ሰራዊትን ፀረ ነፈርትን ካብ ቤንሻንጉል ክሳብ ኣልፋሻጋ ኣብ ዘለዎ ንሱዳንን ኢትዮጵያን ዘዳውቡ ከባቢታት ከራግፍ ድሕሪ ምቕናዩ ብዙሓት ዕጡቓት ተቓወምቲ ሓይልታት ስርዓት ብልፅግና እውን ኣብቶም ከባቢታት ክንቀሳቐሱ ተራእዮም ምህላዎም የረድእ። ዛጊት ብርክት ዝበሉ ዕጡቓት ፋኖ፣ ኦነግ፣ ቤሻንጉልን ካልኦት ንኣሽቱ ጉጅለታትን ኣብ ከባቢታት ቤሻንጉል ተራእዮም ምህላዎም ዝገለጸ እቲ ሓበሬታ፣ ኣብ ከባቢታት ኣልፋሻጋ እውን ቁጽሮም ዘይነዓቕ ዕጡቓት ተቓወምቲ ስርዓት ብልጽግና ክንቀሳቐሱ ጀሚሮም ከምዘለዉ እቲ ሓበሬታ ወሲኹ ገሊጹ። ኣብዚ እዋን ኣብ መንጎ ሰራዊት ሱዳንን ሓይልታት ዳዕመል ሰሪዕን ኣብ ጥቓ ዶብ ኢትዮጵያ ኣብ ዝርከብ ዞባ ቡልናይል ከቢድ ውግእ ኣብ ዝካየደሉ ዘሎ ሰራዊት ሱዳን ብዙሓት ስትራተጂያውያን ከባቢታት ካብ ዳዕመል ሰሪዕ ብምምንዛዕ ኣብ ትሕቲ ቁጽጽሩ የእቱ ምህላዉ ኣብ ዝሕብረሉ ዘሎ እዩ። ምትእኽኻብ ዕጡቓት ተቓወምቲ ኢትዮጵያ ኣብ ከባቢታት ዶብ ምንቅስቓሶም ዝሕበር ዘሎ። ላዕለዎት ኣዘዝቲ ሰራዊት ዳዕመል ሰሪዕ ናብ ሰራዊት ሱዳን ኢዶም ክህቡን ኣብ ትሕቲ ቁጽጽር ዳዕመል ሰሪዕ ዝጸንሑ ብዙሓት ስትራተጂያውያን ከባቢታት ብሰራዊት ሱዳን ኣብ ዝምንዝዑሉ ዘለዉ እዋን ሓይልታት ዳዕመል ሰሪዕ ካብ ኢትዮጵያን ኢማራትን ሰፊሕ ወታደራውን ሎጀስቲካውን ሓገዝ ብምጽባይ ምስ ኢትዮጵያ ዘራኽብ ስትራቴጂያዊ ዞባ ቡሉ ናይል ከም ቀንዲ ዕርዲ ንምጥቃም ከቢድ ዋጋ እናኸፈለ ክሳብ ሕጂ ንሰራዊት ሱዳን ኣሕሊፉ ከሂብ ኣጽኒዑ ክከላኸል ዝረኣ ዘሎ ኮይኑ ሰራዊት ሱዳን ብወገኑ ዳዕመል ሰሪዕ ካብ ኢትዮጵያን ኢማራትን በዚ መስመር ኣቢሉ ዝረኽቦ ሓገዝ ንምዕጋት ዞባ ቡሉ ናይል ምቁጽጻር

ትራምፕ ድሕሪ እቲ ንክልተ መዓልታት ኣብ ቤጂንግ ዘካየደ ምብጻሕ፣ ብዛዕባ እታ ባዕላ እትመሓደር ደሴት ናጽነታ ክትረክብ ኣይኮንኩን ዝደሊ ዘለኹ ኢሉ። ትራምፕ ምስ ፕረዚደንት ቻይና ሺ ጂንፒንግ ድሕሪ ምዝርራቡ፣ ኣብ ቀረባ እዋን ንታይዋን ዝሽየጥ ናይ ዓሰርተ ሓደ ቢልዮን ዶላር ፓኬጅ ኣጽዋር ከጽድቕ ድዩ ኣየጽድቕን ክውስን ምዃኑ'ውን ኣፍሊጡ። ምምሕዳር ኣሜሪካ ንታይዋን ርእሰ ምክልኻል ዝሕግዝ መሳርሒ ክህብ ብሕጊ ዝግደድ ኮይኑ ምስ ቻይና ዘለዎ ዲፕሎማስያዊ ዝምድና ንምዕቃብ ግን ነዚ ምሕዝነት ብተደጋጋሚ ዘይስሩዕ ክገብሮ ተገዲዱ እዩ። ፕረዚደንት ታይዋን ላይ ቺንግቴ ቅድሚ ሕጂ ታይዋን ድሮ ንነብሳ ከም ልእላዊት ሃገር ስለ እትርኢ ወግዓዊ ናጽነት ምእዋጅ ከም ዘየድልያ ገሊጹ ነይሩ። ብቐዳም ወሃቢ ቃል ፕረዚደንት ካረን ኩኦ፣ ታይዋን ልኡላዊት፣ ናጻን ዲሞክራስያዊትን ሃገር ምዃና መርትዖ ዘድልዮ ኣይኮነን ክብል ተሰሚዑ'ዩ። ወሲኹ ግን ታይዋን ምስ ቻይና ዝነበረ ኩነታት ንምዕቃብ ተወፋይነት ከም ዘለዋ ብምግላጽ፣ ኣብዚ ታይዋን ካብ ቻይና ናጽነታ ኣይትእውጅን ምስኣ'ውን ኣይትሓብርን ድማ ኢሎም። ዋላኳ መብዛሕትኦም እቲ ሕጂ ዘሎ ደረጃ ንምዕቃብ ዝድግፉ እንተኾኑ፣ ብዙሓት ታይዋናውያን ንነብሶም ከም ኣካል ናይ ሓንቲ ዝተፈልየት ሃገር እዮም ዝቖጽርዋ። ዋሽንግተን ንናጽነት ታይዋን ኣይድግፍን ዝብል ስሩዕ መርገጺ ዘለዎ ኮይኑ፣ ምስ በጂን ዘለዎ ቀጻሊ ርክብ ሓደ መንግስቲ ቻይና ጥራይ ከም ዘሎ ኣብ ምቕባል ዝተመርኮሰ እዩ። ትራምፕ ምስ ፎክስ ኒውስ ኣብ ዝገበሮ ቃለ መሕተት፣ ኣሜሪካ ኣብ ጉዳይ ታይዋን ዘለዋ መርገጺ ካብ ናይ ቅድሚ ሕጂ ዝተፈልየ ከም ዘይኮነን ከም ዘይተቐየረን እዩ ገሊጹ። ይርደኣኩም እንተሃልዩ ዓሰርተ ሓሙሽተ ሽሕን ክልተ ሚእትን ሰማንያን ትሽዓተን ኪሎ ሜተር ተጓዒዝና ኢና ክንዋጋእ፣ እዚ ኸኣ ኣነ ኣይደልዮን እየ። ንሶም፣ ታይዋናውያን፣ ርግእ ክብሉ እየ ዝደሊ፣ ቻይና እውን ርግእ ክትብል እየ ዝደሊ ኢሉ። ኣሜሪካ ዋላኳ ምስ ታይዋን ርኡይ ዘይወግዓዊ ዝምድናታት እንተሃለዋ፣ ወግዓዊ ዝምድና ግን የብላን። ፕረዚደንታት ኣሜሪካ ብልሙድ ምስ መራሕቲ ታይዋን ብቐጥታ ኣይዛረቡን እዮም፣ ከምኡ ምግባር ድማ ምስ በይጂንግ ርኡይ ወጥሪ ከስዕብ ተኽእሎ ኣለዎ። ወሃቢ ቃል ፕረዚደንት ታይዋን፣ ህዝብና ንፕረዚደንት ትራምፕ ካብ ቀዳማይ እብረ ስልጣን ኣትሒዙ ንጸጥታ መጻብቦ ታይዋን ንዝገበሮ ቀጻሊ ደገፍ የመስግኖ ድሕሪ ምባል፣ ታይዋን ምስ ኣሜሪካ ዘለዋ ምትሕብባር ብጥንካረ፣ ብሰላም፣ ኣብ መላእ መጻብቦ ታይዋን ዘሎ ሰላምን ምርግጋእን ኣብ ሓደጋ ወይ ምድኻም ከም ዘይኣቱ ብምርግጋጽ ከተዕሙቘ'ያ፣ እዚ ድማ ንሓባራዊ ረብሓታት ታይዋን፣ ኣሜሪካን ዓለማዊ ዲሞክራስያዊ ማሕበረሰብን ዘገልግል'ዩ ክብል ተዛሪቡ'ሎ።